ፈሊጥ ቀታሊ ነቲ ነብሲ ዝቐተለ ሰብ ብደዉም ብወጮም ከም ሬሳ ተገኒዙም ንዓሌት መዋቲ ምሓርዎ ቅተልዎም ናታትኩም ሓላፍነት እዩ ከም ምዉት ቆጺርና ኣረኪብናኩም ኣለና ኢሎም ሓወቦኡ ብየማናይ ኢዱ ኣቦኡ ድማ ብጸጋማይ ኢዱ ሒዞም ንናይ መዋቲ ዓሌት የረክብዎም። ቐታሊ ኣብ ኢድ ቁጽጽር ናይ መዋቲ ዓሌት ምስ ኣተወም ህዝቢ ተኣኪቡም ካህናት መስቀል ሒዞም ንዓሌት መዋቲ ነብሲ ክምሕረሎም እናተማህለሉ ይልምኑ ካብ ናይ መዋቲ ዓሌት ዘለዉ ዓበይቲ ዓዲ ምሒርናልኩም ኣለና ዝብል ቃል ምስ ኣስምዑ ነቲ ነብሲ ዝቀተለ ሰብ እቲ ዝተገነዘሉ ወጮ ሓወብኡን ኣኩኡን ናይቲ መዋቲ ፈቲሖም ኩታ ከዲኖም ናብ ዓሌቱ ከረክብዎም ዝተገብረ እቲ ሞዋታይ ዝተገነዘላ ስሌን፣ ጀዲድ፣ ፈትሊ መርፍእ ከምኡውን ዝተቐተለላ ጠበንጃም ካብ ዓሌት ቐታሊ ብናይ ክልቲኡ ማእኸለዎት ሽማግለታት ኣቢሉም ክበፅሖም ይግበር። ዕርቂ ተፈፀመ ማለት እዩ።
ድሕሪ ዕርቂ ነገር ክቑስቀስ ከምዘይብሉ ውዕል ብምትእትታው ወድን ጓልን ተወሃሂቦም ደምነቶም የጽርዩ። ብሕጊ ዓዲ ኢሮብ መሰረት ዕርቂ ምስ ተፈጸመም ዓሌት ቀታሊ ንዓሌት መዋቲ ንሽማግለታት እውን ሓዊሱም ሓደ ከፍቲ ሓሪዶም ከድርሩ ግድን ይኾነም። እቲ ንድራር ዝቐረበ ከፍቲ ብዓሌት መዋቲ እንተዘይኮይኑ ብናይ ቀታሊ ዓሌት ክሕረድ ሕጊ ዓዲ ኢሮብ ኣይፈቅድን። ዓሌት መዋቲ ካብ ናይ ቀታሊ ዓሊ ተቐቢሎም ሓሪዶም ምርካብ ጥራሕ እዩ ሓላፍነቶም። እቲ ዝተረፈ እንግዶት ድራር ግና ብናይ ቀታሊ ዓሌት መሳሰይነት ይፍጸም። እዚ ድማ ብኣበሃህላ ኢሮብ ብቱት፣ ኩክታ፣ ይበሃል። ጣልያን ንግዝኣቱ ወሰንቲ እዮም ዝበሎም ቦታታት ደልዲሉ ንምሓዝ፣ ካብ ሰንዓፈ ንምብራቕ ዘለዉ በረኽቲ ቦታታት ኢሮብ ንምቁጽጻር እንትፍትን፣ ተገዚኦም ክሓድሩ ዘይወሓጠሎም ኢሮበቶት ቆፎኡ ከም ዝተተንከፈ ንህቢ ብሓደ ኢትይጵያዊ መንፈስ ቁጠዖኦም ገለጹ። እዚ መልሲዚ ድማ ንጣልያናውያን ከቢድ ቁርጸት ከብዲ ኣስዐበሎም። ነዚ ሕማም'ዚ ንምቅላል ወሳኒ እዮም ዝተብሃሉ ናይቲ ዓዲ ባህላዊ ሹመኛ ዝኾኖም ቀኛዝማች ሽፋረ ወልደገሪማ ኣብ ናይ ጣልያናውያን ድሌት ተመርኲዞም ንህዝቢ ከእምኑ ብትእዛዝ ቀረቡ። ሙሶሎኒ መሬት ክቖርጽ ክመጽእ እንከሎ ዓበይቶም ጸውዓዮም ኢልዎም ንግብኦም ሓምባር ንግብኦም እውን ንኣቕራሽ ማሊዱ እቲ ቦታ ክቖርጾ ደልዩ። ትካል ከይኣትዎ ከይስተኻኸል ኣብ መትከል ከይኣቱ ኣነ መን ኢለ ክፅውዕ ኣየና ኢለ ክፅውዕ ኢሮብ ብርሽን እምበርሲ ሓደን ሓደን ኢለ ዝፅውዐ የብለይን ኢሎም።
መልሲ ቀኛዝማች ሽፋረም ኢሮብ እቲ ሓደ ካብቲ ካሊእ ክንፈላለ ዘይንኽእል ብርስን ኢና ብምባል ንስሙር ሓድነት ህዝቢ ኢሮብ ብተምሳሌት ገለፁሎም። ጣልያናውያን ዝሓሰብዎ ውጥን ከም ዘይሰምር ምስ ተገንዘቡ ኣብ ዘለዎም ሰኸኑ። ድሕሪኡ ዝነበሩ ገዛእቲ ስርዓታት ኢትዮጵያ እውን ኣብ ለውጢ ህዝቢ ኢሮብ ፍጹም ዝተጻወትዎ ተራ የለን ኢልካ ምድምዳም ይከኣል እዩ። ደርግ መሬት ንሓራሲኡ ዝብል ጭርሖ ተበሊጹ ካብ ኣፍ ህዝቢ ኢትዮጵያ ዝመንጠሎ ስልጣን ኣፍ ደገ ዲሞክራሲ ብኣፈሙዝ ብረት ዓጽዩ ኣብ ቅዝፈት ውጹዓት ህዝብታት ተዋፍረ ኣብ ትሕቲ ዕሉል ፋሽሽታዊ ስርዓት ኮይንካ ህዝባዊ ፍታሕ ምእላሽ ዘይከኣል ስለ ዝነበረ ብዙሓት ውድባት ወጽዮም ናይ ገጠር ዕጥቂ ቃልሲ ጀመሩ። ውድብ ህዝባዊ ወያነ ሓርነት ትግራይን ኢህኣፓን ድማ ዕላማታቶም ከዕውቱን ንህዝቢ ከፍልጡን እንትቃለሱ ህዝቢ ኢሮብ ብዘይካ ዝኾነ ኣፈላላይ ንኽልቲኦም ውድባት ተቐቢሉ የተኣናግዶም ነበረ። ህዝቢ ኢሮብ ኣብ ጉዕዞ ቃልሲ ነቲ ቃልሲ ንምድንፋዕ ካብኡ ዝድለ ኣድላይ ዘበለ መስዋእቲ ከፊሉ። ብዙይ ብዙ ጉንደ ጉንደ ገይሮም ናብዙይ መጺኦም። ኣብ። ገሪማ ኣብ ዳዕሮ እንካብ ዳዕሮ ዝረከቡ ይቕለቡ ነይሮም ኣብ ሕራይ ዳገት ትበሃል ቦታ ይዕለሙ ነይሮም እንካባኡ ጠሚና ኢና ግና ንዕንዴሊ ወሪድና ስንቅና ከነሽምት ነይርና ኣቓሑ ስኢንና ኢሎም መፂኦ ናይ መኻኽት ኣርባዕተ ለቖታ ሂበዮም ክልተ ሰሙን ኣጽኒሑ ኣርባዕቲኤን መሊሱለይ እተን ሰለስተ ተቐቢለ እታ ራብዐይቲ ዋህዮ መስነቒትኩም ትኾን ኢለ ንኣታቶም ሂበዮም። ጸረ ደርግ ንዓሰርተ ሸውዓተ ዓመታት ዘይሕለል ቓልሲ ተኻይዱ ንማዕርነት ህዝብታት ዝጻባእ መሓውር ዓፈና ተደምሲሱ ብ ዕስራ ግንቦት ሽሕን ትሽዓተ ሚእትን ሰማንያን ሰለስተን ዓመት ምረት ዓወት ተበሰረ። ህዝቢ ኢሮብ ኣብ ጽባሕ ዓወት፣ መሰል ብሄር ብሄረሰባት ካብ ዝተሓለወሎም ህዝቢ ሓደ ኮይኑ፣ ብደረጃ ፍሉይ ወረዳ ናብ ዝነበሮ ዓርሰ ምምሕዳር ተመሊሱ ከም ሓድሽ ክጣየሽ ክኢሉ። ኣብ ወረዳ ክሳብ ፌደራል ወከልቱ መሪጹ። እቲ ንዓመታት ዝምነዮ ዝነበረ መሰረተ ልምዓት መብራህቲ፣ መንገዲ፣ ትምህርትን ኬላ ጥዕናን ክዝርግሐሉ ጀሚሩ። ካብ ሕማምን ድንቁርናን ክናገፍን ነቲ ከም መንድዕታ ዝተሓዘሎ ድኽነት ከወግድ ድንን ቅንዕ ይብለሎም። ብሕገ መንግስቲ ዝተውሃቦ መሰል መሰረት ገይሩ ብፍላይ ምስ ናይ ኣንቀፅ ሰላሳን ትሽዓተን ብሄር ብሄረሰባት ዓርሶም ከመሓድሩ፣ ናይ ባዕሎም ቋንቋ፣ ባህሊ፣ ኸምዕብሉ ኽኢሎም እዮም።
መንግስትን ህዝብን ከምዚ ዝበለ ናይ ልምዓት ኣንፈታት ተሊሙም ንድኽነት ሓንሳብን ንሓዋሩን ካብ እንግድዕኡ ኣውሪዱም ክድርቢ ሃርኮትኮት እናበለ እንተሎም ዘይተሓሰበ ሃንደብታዊ ፀላኢ ነጢብዎም ባዴልኡን ጨዃርኡን ኣቐሚጡም እንደገና ንሃንደበታዊ ወራር ክስኒ ክዳኑ እኳ እንተይቐየረ ናብ ዓውደ ኲናት ከተተም። ብሽሕን ትሽዓተ ሚእትን ቴስዓን ዓመተ ምህረት ሻዕብያ ንሉኣላዊ መሬት ኢትዮጵያ ብድፍረት ጥሒሱ ዕላዊ ወራር ፈጺሙ። ሻዕብያ ታሪኽ ብጸሊም ነጥቢ ዝኸተቦ ዓቢ ጌጋ ፈጺሙ። ኣብ ታሪኽ ብዙሓት ጌጋታት ዝፈጸመ ዋላ እኳ እንተኾነ ገሊኡ በረኻ ክኢልዎ ገሊኡ ድማ ዕሽሽ ተባሂልሉ ክኸውን ይኽእል እምበር ዕድሚኡ ልክዕ ኣብ ልዕሊ ህዝቢ ትግራይ ብዙሓት በደላት እናፈጸመ መጺኡ። እቲ ዝኸበደን ዓለም ሙሉእ ዘዛረበን ጌጋ ግና ንሉኣላዊ መሬት ኢትዮጵያ ምውራሩ እዩ። መንግስቲ ሻዕቢያ ዘይክውን መመኽነይታት ተጠቒሙ ንባድመ እንትወርር ካሊእ ስትራቴጂክ ረብሓ ኣለዎ ንዝብሎ ኢሮብ እውን ደገመ። ኢሮብ ዋላ ንሓንቲ ፀሓይ ዝኾነ ይኹን ኣካል ምስዚ ሐዚ ዘሎ ኤርትራ እናተብሃለ ዝፅዋዕ ተመሓዲሩ ከምዘይፈልጥ ልቦንኡ እናፈለጠ፣ እኳ ድኣስ ካብ ኣብራኽ ህዝቢ ኢሮብ ዝወጽኡ ደጃት ስባጋድስ ሙሉእ ትግራይን ኤርትራን ሓዊሶም ትግራይ ትግርኚ ብዝብል ሽም የመሓድርዎ ከም ዝነበሩ ድሮ ረሲዑ ኢሮብ ኤርትራ እያ ምባሉ ብዙሕ ዘደንቕ ኣይኮነን። ሕዚ ናትና ይበሃል ኣሎ እምበር ንሳቶም ብዝሓዝዎ ዓንተቦ ድኣ ናበይ ከይዶም ሰርዓት ናይ ኤኮሎጉዛይ እንካብ ዝብሉ ሲ ሰርዓት ናይ ኢሮብ ደኣ ዘይብሉ እህ ኣይኮነን ኣይጸንሐን ኣይጸንሐን። ነዚ መሰረት ብምግባር ድማ እዮም ኢሮብ እቶት ካብ ኤርትራ ኢሮብ ትዓቢ ዝብል ሙሉእ ትርጉምን ታሪኻዊ ትንታነን ዘለዎም ምስ ምኽባር ሉኣላውነት ኣተሓሒዞም ኣብ ዝተፈላለዩ መድረኻት መዘራረቢ ዛዕባ ገይሮም ዝነበሩ ኣርባዕተ ግንቦት ሽሕን ትሽዓተ ሚእትን ቴስዓን ዓመተ ምህረት ንምዕራባዊ ክፋል ሃገርና ባድመ ምስ ወረረ፣ ብኣንፈት ኢሮብ ድማ ንወራራይነቱ ብግልጺ ኣጠናኸሮ። ሻዕብያ ቅድሚ ዕላዊ ወራር ምፍጻሙ ብዕስራን ሸሞንተን ሚያዝያ ሽሕን ትሽዓተ ሚእትን ተስዓን ዓመተ ምህረት እንዳልጌዳም፣ ዓውዳን ወርዓትለን ብሄሊኮፕተራት ከዘንብዮ ወዓለ። ወርሒ እኳ ኣይመልአን ብመኸታ ኣያሃ፣ መነኩሰይቶን ማይጨዓን ኣጋር ሰራዊቱ ምጽጋዕ ጀመረ። ዕለት ዕስራን ሰለስተን ዝነበረ ውግእ ብመሰረቱ ናይ ህዝቢ ውግእ'ዩ ነይሩ። ናይ ምልሻን ናትና ምልሻ ናቱ ድማ ብዕሊ ዝተዓጠቐ በራጊድ ማለት'ዩ። ምስ ከቢድ ብረት ተዓጢቑ ዝተዋፈረ ሓይሊ'ዩ ነይሩ። ቁጽሪ ናይቶም ምልሻ እንተኾነም ካብ ሓምሳ ዝዛይድ ኣይነበረን። ብቑጽሪ እንትወዳደር እንተሎም ምስ ሙሉእ ዕጥቅን ስንቅን ዘለዎ ክልተ ብርጌድ ሰራዊት ወራሪ ሻዕብያ ምግጣም ማለት፣ ዳርጋ ንጎቦ ዓይጋ ደፊእኻ ፈንተት ከም ዘበልካዮ ዝቑጸር እዩ ነይሩ። ኲናት ኣብ እተፈጸመላ ሰንበት ከባቢ ሓምሳን ኣርባዕተን ዕጡቕ ሓይሊ ኣሰሊፍና ኢና። ዝተጎድኤ ኣብቲ እዋን ንሱ ሻዕብያ እዩ ነይሩ። ምትሕብባር ስለ ዝነበሮ ናይ ህዝቢ ምትሕብባር ስለ ዝነበሮ እቲ ምልሻ ዓቕሚ ፈጢሩ። ማይ ከይጸምኦ ማይ የቕርበሉ ነይሩ እቲ ህዝቢ። ጥይት ካብ ድሕሪት ዝወስደሉ ነይሩ። እንካብ ዝወደቐ ብረት እናልዓለ እውን ይዋጋእ ስለ ዝነበረ እቲ ዝነበረ ብርጌድ ክሓልፍ ኣይከኣለን። ኢሮበቶት ግናም ዓዶም ብወራሪ ተደፊሩም ከም ነብሪ ተቖጢዖም ነቲ ክንዲ ዓብዪ እምባ ዝተደርደረ ጸላኢ ደፊኦም ፈንተት ኣቢሎሞ ጥራሕ ዘይኮነስ ነቲ ገዚፍ ክንፊ ሰራዊት ሻዕብያ ሰሊዖም ደርብዮሞ እዮም። እቲ ግጥም በዚ ዘሎ ሓይሊ ሰብ ካብ ሰዓት ዓሰርተ ሓደ ናይ ንግሆ ጀሚሩ ክሳብ ሰዓት ዓሰርተ ሓደ ናይ ምሸት ብዘይ ምቁራጽ ቀጺሉ ወዓለ። እቲ ግጥም ሓደ ክንዲ ሚእቲ ገጢሞምሉ ዝወዓሉ መዓልቲ እዩ።
ምስ መዳፍዕን ታንክታትን ዝጸመደ ምልሻ ስለ ዝነበረ እዩ። እቲ ምልሻ ጥራሕ ዘይኮነ እቲ ህዝቢ ከም ዘለዎ ዕጡቕ ኮይኑ ጸኒሑ እዩ። ናይ ዝወደቑ ብጾቱ ዕጥቂ ኣልዒሉ ተኹሲ ተኸፊቱ። ዕጡቓት ሰንበት ዝተባህሉ ከምኡ እዩ። ዕጡቓት ሰንበት ህዝቢ ባዕሉ ዝሰየሞ ስያመ እዩ። ሰንበት ዓጢቖም ሶኒ ተዋጊኦም ማለት ኣይኮነን። ሰንበት ዓጢቖም ሰንበት ዝተዋግኡም ዕጡቓት ሓደ ጸሓይ እምበር። ህዝቢ ኢሮብ ወራር ሻዕብያ ንምምካት ካልእ ሓይልን ከይተጸበዬም ብረት ኣልዒሉ ዝተዋገእሉ መዓልቲ ሰንበት ስለ ዝነበረ መስተንክራዊ ስርሒት ዝተሰርሐሉ ዕለት ዕጡቓት ሰንበት ተባሂሉ። ድሕሪ ናይ ሰለስተ መዓልቲ ተቐጻጸልቲ ውግኣት ግና፣ መንግስቲ፣ ህዝቢ ከይሃልቕ ካብቲ ኲናት ከንሳሕብ ከም ዘለዎ ብዘውረዶ መምርሒ መሰረት ህዝቢ ኣንሳሒቡ። ካብ ሰገር ሩባ ዓሊ ተናም ንምዕራብ ገጽ ዘሎ መሬት ኢሮብ ሻዕብያ ተቖጻጸሮ። ኣብዚ ግዜ ብርከ ጥርዮም ክሃድሙ ዘይከኣሉ ህጻውንትን ሽማግለታትን፣ ግዳይት ግፍዒ ኮይኖም ከባቢ ሓደ ሚትን ሸሞንተን ዝኾኑ ኢሮበቶት ብወራር ሻዕብያ ተወሲዶም ኣበይ ከምዝኣተው ሃለዋቶም ኣይፍለጥን ብሓይሊ ኣፈሙዝ ብረት ተገዲዶም ኤርትራውያን ኢና በሉ ኣብ ዝበሃልሉ እዋን ኣይንኣምንን ብምባሎም ብዙሕ ግፍዒ በጺሕዎም ካልእ ኣብ ቁጽጽር ዝኣተወ ህዝቢ፣ ናይ ኤርትራውያን መለለዪ ካርድ ካብ ሰንዓፈ ክወስድ ከም ዘለዎ ትእዛዝ ኣውሪዱ እኳ እንተነበረ፣ ህዝቢ ግና ዋላ ኣብ ኢድ ቁጽጽር ሻዕብያ እናሃለወ ከይተቐበሎ ተረፈ። ኣይግዛእን እምቢ በሃላይነቱ ዳግም ኣረጋገጸ። ሻዕብያ ንመሬት ኢሮብ ንክልተ ዓመታት ዝኣክል ንብረትን መረበትን ኢሮበቶት እናበሳበሰ ተቖጻጺርዎ እንትጸንሕ፣ ኩሎም መማረጽታት ሰላም ተጸንቂቖም፣ ካሊእ ኣማራፂ ዝሰኣኑ ህዝብን መንግስትን ኢትዮጵያ ሉኣላዊነቶም ንምኽባር ኣብ ዝወሰድዎ ስጉምቲ ህዝቢ ኢሮብ እውን ምስ ሓይልታት ምክልኻል ኮይኑም መንገዲ መሪሑም ተዋጊኡም እኽለማይ ኣቕሪቡም ኮታስ ቀንዲ በዓል ውራይ ኮይኑም ተዋሲኡም። እቲ ናይ መወዳእታ መማረፂ ድሕሪ ክልተ ዓመት ኢትዮጵያ ብሓይሊ እቲ ዝተወረራ መሬት ናይ ምምላስ ግድነት ነይርዋ። ስለዚ ብዙሕ ደም ዘፋስስ ኩናት ተኻይዱ መሬትና ተመሊሱ ማለት እዩ። ኣብ ደምባ ኮማን ዓይጋን ንዓመታት የዋግእኒ እዩም ኢሉ ዝሃነጾ ዕርዲ፣ ተኣጂሉ ዝነበረ ትዕግስቲ መንግስትን ህዝብን ተጸንቂቑም ብዘገርም ኩነታት ኣብ ሓዲ ጸሓይ ፈናጺሕዎ እንትብሉኻ ንምእማኑ ዘጸግም እዩ። ህዝብን ሰራዊትን ከም ሓደ እስትንፋስ ብሓደ ህርመት ልቢ ኣንጻር ወራር ሻዕብያ ሓድነቶም ጠምዶም ጸላኢ ዝስዕር ብቕዓት ከም ዘለዎም ንምርግጋጽ ከም ወርቂ ዝተፈተንሉ ምድሪ ስፍርኦም ንሓዋሩ ስፍራ ታሪኽ ክኸውን ኣብ ስፍራ ሰማእታት ጎሊሁ ብዝንበብ ቀለም ታሪኽ ጽሒፎም ገዲፎም እዮም። ድሕሪ ሕዚ ነዚ ሰራሒ ተኣምር ዝኾነ ህዝብን ሰራዊትን ዝትንኩ እንተድኣ ሃልዩ ምስ ኣናብስ በረኻ እናተጻወተ ቆርበቱ ዝጽይቕ ንዝሓለፈ ብኻሊእ ጌጋ ዝደግም ተስፋ ዘይብሉ ከንቱ ፈተነ ምዃኑ እናተረደእ ክኸውን ኣለዎ።
ኣብቲ ዝነበርናሉ ይኹን ቅድሜና ዝነበረ ተሳትፎ ብጣዕሚ ዘሕብንን ዘኹርዕን ተሳትፎ እዩ ነይርዎ። ከቢድ መስዋእትን ከቢድ